ሽመይ ንዓኺ ይኹን ሓደ ነገር እንድየ ክሓተኪ ደልየ ኣፍቃሪ ኣለኒ ኣብ ዓዲ ዝጀናጀኖ ለሓዳር ከም ዝደልየኒ ኩሉ ግዜ እዩ ዝነግረኒ ሰላምታይ ረሳዕኹይ ዝኸበርኩምን ዝኸበርክንን ናብ ቻናለይ ቤተሰብ ከመይ እኒኹም ክቡራተይ? ኣነ እግዚኣብሔር ይመስገን ፅቡቕ ኣለኹ። ከምቲ ኣነ ሰላም ዘለኹዎ እውን ሰላም ትህልዉ ሰላም ትህልዋ ናወትሩ ትምኒተይ እይና

በርግጥ በትግርኛ ነው ኮመንት ኣስቀምጥላት በገባችሁት መጠን ማለት እዩ እና ኩራተይ ንሓንቲ ሓፍትና ሕቶ እዩ በርግጥ ከምዚ ዓይነት ሕቶ ናይ ሓንቲ ናይ ክልተ ደቂ ኣንስትዮ ሕቶ ዘይኮነስ ናይ ብዙሓት ደቂ ኣንስትዮ ሕቶ እዩ ኢለ ሓስብ ማለት እዩ ማለት ከምዚ ዓይነት ኣብ ስደት ዘላ ጓል ኣንስተይቲ ሲ ብሓደ ብክልተ ዘይኮነ ብብዙሕ ነገር እያ ትፍተን ብስራሕ ትፍተን ብጥዕና ትፍተን ብፍቅሪ ትፍተን እግዚኣብሔር ኣምላክ ካብ ፈተና ከዓ ይሰውረና እምበር ብብዙሕ ነገር እያና ዝሓፍትና ከዓ ብፍቅሪ እያ ተፈቲና ማለት ብፍቅሪ እዩ እቲ ጥያቄያ መልሲ ከዓ ካቱም ትደልላ ማለት እዩ በርግጥ ኣለይቲ ጽሑፍ ከምበልኩም እያ ብላዕሊ እውን ከቐምጠልኩም እያ ማለት እዩ እና ኣብ ስደት ለላ ጓል ኣንስተይቲ ስራሕ ኢላ ትወፅእ ኣብ መንጎ ስራሕ ከዓ ብዙሕ የጋጥመካ እዩ በእርግጥ ፍቅሪ ከምዚ ብቆፀሮ ልመፅእ ኣይኮነ ከም ዝተቋፂርካ ካብ ክንድዚ መዓልቲ ካብ ክንድዚ ምናምን ኢልካ ተብሎ ኣይኮነ ብዝኾነ ይኹን ኣጋጣሚ ፍቅሪ ትጅምር ትኽእል ኢኻ ግን እቲ ከቢድ ነገር እንታይ እዩ ኣብ ስደት ኮንካ ማንም ሰብ ኣብ ዘይብልካ ፅቡቕካ ሕሞቕካ ሕማቕካ ኣብ ክርኤካ ክድስሰካ ዘይኽእል ቦታ ሰፊርካ ከምዚ ሓፍትና ዝበለ ሕቶ ኣነ ብዓርሰይ ብጣዕሚ እዩ ገሪሙኒ ብእውነት ማለት እዩ እና በብዓዱ ብዙሕ ነገር እዩ ያው ሎምቕነ እውን ኣብ ናይ ምቕና ለምክኤል ባሕረኛ ኮይና ዝገጠማ ታሪክ ዳርጋ መብዛሕትኡ ኢኹም ሰሚዕኹምዎ ትኾኑ ኢኹም በገጥ ፈሪ ከምቲ ንብሎ ኣለና እዩ ከምዚ ባሕረኛ እየ ነባሪ ምናምን እየ ልብል እየ ኮነ መዓዛ ምልሕዘካ ኣይፍለጥ እዩ ፍቅሪ ከዓ ምስ ዘፍቅረካ ሰብ ፅቡቅ እዩ ማለት ምስ እንትን እስኻ ካሊእ እሱ ካሊእ ክኾን ከሎ እዩ ንእሽተን ዝኸብደካ እምበር ከምቲ እስኻ ብልብኻ ተፍቅሮ ብልቡ ዘፍቅረካ ተኮይኑ ምንም ታች ሞ ይኮነ ፍቅሪ ፀጋ እዩ ማለት እዩና ብፍቕሪ ብዙሓት ደቂ ኣንስትዮ ካብ ስርሐን የተኣጓጎላ ካብ ዕላመአን የተኣጓጎላ ብዙሕ ሰብ ኢኻ ትርኢ መቸስ ብፍላይ ስደት ለለሲ ምንም እና ፍልይ ለብላ ዝሓፍትና ኣብ ስራሓ እያ ክልተ ዓመት ልኣክል እውን ሰሪሓ እያ ትፅሑፍ ክንበልኹም እያ ማለት እዩ ግን እቲ ችግር ታይ እዩ ኣነ ካብኣ ልገረመኒ ነገር ታይ እዩ ተልኩም ላስራሕካ ላሃለካ ቡቲ ገንዘብካ ላተበዝበዝካ ካላኣይ ነገር ካኣ ኣእምሮካ ባዓብዩ ካኣኒ ማለት የኡነት ካብቲ ገንዘብ ካብቲ ግደፍዋ ሓሙሽተ ሚእቲ ሽዱሽተ ሚእቲ ተቆራፅ ንፍቅረኛይ ን ባሌ ገለ መሌ ምናምን ንሲ እቲ ኣእምሮካ ላዓርሱ ምስራዕ ዓብይ ታሽሙ ይለ የልሓሰ ማለት እዩ ማለት ከቢድ እዩ ኣብ ስደት ኮንካሲ ብዝኮነ ኣብቲ ጦርነት ሳዓት ልኖርናዮ ህዚ ከመይ ኢና ነርና ርእስና ማለት እዩ ሕማቅ እዩ እና እቲ ቡቲ ገንዘብ ካላ ተበዝበዝካ ቡቲ ከዓ ልፍቅሪ ኢልካ ገንዘብ ካላ ተበዝበዝካ ብጣዕሚ እዩ ከቢድ እና እቲ ታሪካ ከምበልኩም ያው ኮመንት ሕደጉላ ኮመንት ከንብየ ኢላ እያ ብዝተካለና መጠን ኩለኹም ፀሓፉላ ኢኹም እና ላይክ ክብለኩም ኮረተይ ሰላም ንዓኺ ይኹን ሓፍተይ፣ ሓደ ሕቶ እንድየ ክሓተኪ ደልየ። ኣፍቃሪ ኣለኒ ኣብ ዓዲ ዝጀናጀኖ ለሓዳር ከም ዝደልየኒ ኩሉ ግዜ እዩ ዝነግረኒ፣ ግን ክልተ ዓመት ገይራ ሓሙሽተ ሚእቲ ሪያል ወርሓዊ እየ ዝሰደሉ። ሕጂ ግን ብጣዕሚ ከቢዱኒ፣ ደሞዘይ እውን ቅናሽ ኮይኑ ደጊም ኣይሰደልካን እንተደኣ ኢለዮ ይናደድ። ኣነ ከኣ ክከስሮ ኣይደልን እየ ታይ ምግባር ይሐሸኒ ሕማቅ ኣለኩ ሸር በልለይ ኮሞንት ከንብብ እየ ይብል ማለት እዩ እንግዲ ክልተ ዓመት ሙሉእ ሓሙሽተ ሚእቲ ሓሙሽተ ሚእቲ ወርሓዊ ተቆራር ተገብረሉ እንደገና ከዓ ደሞዛ ቅናሽ እዩ ኣስቡት ቤተሰብ ማለት እዩ እውነት ኣብ ስደት ኮንካ ኣብ ስደት ለለናስ መኪስ ንፈልጦ ኢና ኣይኾነይ ንጓና ዘይትፈልጦ ሓሙሽተ ሚእቲ ተቆራፅ ጌርካዋን ንቤተሰብ እንትን ትብል ተለካ ኳሲ እንታይ ዓይነት ከመይ ጌርካ ከም ተምፅኦ ገለስ ያው ኩለን ኣይርደአና እዩ ለይሓሰ ማለት እዩ እንደገና ካብቲ ክል ካብቲ ማነው ሓሙሽተ ሚእቲ ወርሓዊ ተቆራጭ ምግባራ ከዓ እሱ እኮ ቁሙ የተይላተሲ እሱ ይናደድ ማለት ስለዚ ኣነ እንታይ እየ ኢለያ እዚ ወዲ እዚሲ ንገንዘባ እዩ ኣፍቂርዋ እኒአ እምበር ንዓይ ኣይኮነ የፍቂርዋ እኒኦ ከም ኣነ ከም ነብስ ኣነ ከም ነብሰይ ኮይነ እየ ል- ልናገር ማለት እዩ ንስኻትኩም እውን ብቱ ዝተረደእኩም መጠን ከም ነብስኹም ማለት ትናታ ጥያቄስ ኣባኹም ተዝ- ኣባኹም እስኹም ተትኾኑ ወይ ንስ- እስኺ ተትኾኒ እንታይ ምተሰማዕክ ወይ እንታይ ኢልክ ምመለስክ ወይ እንታይ ኢልክ ንዝወዲ እዚ ምተናገርክዮ እዩ ትሕቶና ከም ኣነ ሓደ ሓሙሽተ ሚእቲ ተቆራጽ ሓሙሽተ ሚእቲ ቆልዓ ድያ ተዕውየልላ ዋላ እንታይ እዩ ብጣዕሚ እዩ ዝገርም ማለት ዋላ ፍቅሪ ዋላ ሽሕ ከቢድ ይኹን ግን ያን ያህል መስዋእቲ ብካሊእ ኢኻ ትኸፍለሉ ትኽእል እምበር ብገንዘብ መስዋእቲ ትኸፍል የብልካ ኢለ ኢለ ሓደ ብርሕቀት እዮም እኒኡ እዚኦም ኣይተመራዓዊ ኣይወለዲ ስለዚ ንሳ ኣብ ስደት ኣላ ንሱ ካዓ ኣብ ዓዲ ኣሎ ስለዚ ንሱ ልገንዘባ ኢዩ ኣፍቂርኒ እምበር ንዓኣ ኣይኮነይ ኣፍቂርኒኦ ማለት ኢዩ ምክንያቱ ንዓኣ ፍቅሪ ተዝህልዮ ነይሩ ገንዘብ ከቆምዮ ትብሎ ተላ ዋ እሺ ቢያነስ ማለት ኢዩ እሺ በቃ ኣብ ዝሃለየኪ ላኣክለይ ኣብ ዘይበልኪ ካዓ ችግር የብሉ ንዓኣ ሙሉእ ድልየት ሙሉእ ፍቅሪ ሙሉእ እምነት ሙሉእ ቦታ ተዝህልዮ ነይሩ ማለት ኢዩ ከምኡ ኢሉ ኢዩ ግን እቲ ሓሙሽተ ሚእቲ ወርሓዊ ደሞዝ ክሰደሉ ከለኹ ልህበኒ ኣረኣያ እና ንሳ ከቋረፃ ከለኹ ብጣዕሚ እየ ዝናደድ ኢላ ስለዚ ብጣዕሚ እዩ ከቢድ ኮራተይ እና ንሳ ከዓ እንታይ እዩ ብጣዕሚ ከም ዘፍቅራና ንሓዳር ከም ዝደልያ ብዙሕ ነገር ከም ዝሓስባ እዩ ልናገራ ምክንያቱ በቃ እተን ገንዘብ ልከይተቆመሉ እዩ ንሳ ከዓ ሙሉእ እምነት እና ሙሉእ ፍቅሪ ስለ ዘለዋ ሓደ ሓደ ሓደ ሓደ ግዜ ደቂ ኣንስትዮ ማለት እዩ የእውነት ኣነስ ብጣዕሚ እየ ልናደድ ኣነ ጓል ኣንስተይቲ እየ ጓል ኣንስተይቲ ብብዙሕ ነገር እያ ትበል ግን ፍቅርና ሰብኣይና ገንዘብሲ ፈላሊኻ ምርኣይ ፍቅርና ገንዘብሲ በቃ የእውነት ሓደ ሓደ ዓይነት ጌርካስ ክትርኢ የብልካ ፍቅሪ ካልእ እዩ ገንዘብ ካልእ እዩ ተፍቅሮ ሰብ ብካልእኻ መስዋእቲ ትኸፍለሉ እምበር ዋላ ብገንዘብ ዝኾነለ ተመራዒኻ ወሊድካ ብዙሕ ነገር ብሓደ ብሓደ ኮንካ እኮ ሓደ ኣካል ሓደ እንትን እኮ እዩ ግን እታ ንሳ ኣብ ስደት ንሱ ኣብ ዓዲ ኮይኑ ክንድዚ ልኣክል መስዋእቲ ምኽፋል ማለት ብኣየይ ብ ሓንቲ ብነብሰይ ገይረ ክሪኣ ከለኹ ኣነ ብጣዕሚ ዓብዪ ጌጋ እዩ ናታይ እዩ ከዓ ጌጋ መብዛሕትኦም ደቂ ደቂ ተባዕትዮ ከምዚ ስድነት ዝኸዱ ኣለዉ ከምዚ ደሪቡለይ ደሪባ ምናምን ከይዱ ምናምን ዝበዝሕ ኣሎ ከዓ ማለት እዩ በርግጥ ከምዚ ብቅርሺ ብጠበራ መሽሎም ድለዉ ንሶም ከዓ በቃ ብገንዘብ ላተጠበሩ ላፍተን ልጥብርኦም ሰባት ስለልኸዱ ኣብ ሓዳሮም ክፀንዑ ይኽእሉ እዩ። ከምዚ ዓይነት እንድሕር ንሕና ልሕሉሓት ኮይና ንሶም እውን ላላሕልሑ እዮም ልኸዱ ማለት እዩ ንሕና እንድሕር ሰጥም ኢልና ግን እሳቶም ላ ንሓዳሮም ዘለዎም ፍቕሪ ንሓዳሮም ዘለዎም ክብሪ ኣስጢሞም ይሕዙ ማለት እዩ ከምዚ ኮይኑ ግን ብገንዘብ ብገንዘብ ጠቢርካ ዝግበር ሓዳር ብገንዘብ ጠቢርካ ዝግበር ናብራ እሞ ከዓ ኣብ ስደት ሕሰቦ ኣሕዋተይ ኣብ ስደት ኮይንካ ብዙሕ ዕላማ ብዙሕ ራእይ ሕዝካ ወፂኻ ብዘይረብሕ ከምዚ ክትፍተን ከለካ ከዓ ሕሰቦ እሞ ሓሙሽተ ሚእቲ ሓሙሽተ ሚእቲ ክልተ ዓመት ማለት እንግዲህ ደሞዝ ይልዓሱ ቅናሽ ይልያ ማለት እዩ ተረዲኡኩም ስለዚ ንሳስ ኣይምተለወጠት ኢዶ ንሳ ልዓሳ ተለዊጣሲ ሰሪሓ ቢያንስ ተን ሓሙሽተ ሚእቲ ንዕኡ ትህቦ ዝነበረሲ ከይሃበት ሰሪሓ ሓዳራ መድሓነት ኢለ ኢለ ሓሰ ከም ኣነ ማለት እዩ ምክንያቱ ሲ ሰሪሓ ሰሪሓ ሳተ ተለዊጣ ሓንቲ ጓል ኣንሰይቲ እንድሕር ብዓርሳ ቂማ እንድሕር ዓርሳ ክኢላ ማንም ሰብ እዩ ዝፈትዋ ብፍላይ ኣብ ስደት ልላ ጓል ኣንሰይቲ ብዝኾነ ይኹን ግድን ብገንዘብ ዘይኮነሲ ብዓርሳ ምትእምማና ነፃነታ ከምዚ ሰብኣይ ብቕርሺ ጠቢርካ ምናምን እንትን ማለት ዘይኮነሲ ግን ዓርሰ ምትእማላ ዓርሰ ምትእማና ለዓርሱ ሓንቲ ጓል ኣንስተይቲ ኣብ ስደት ልላ በቂ ኢለ እየ ልሓሰ ማለት እዩ እና ብጣዕሚ እዩ ከቢድ በርግጥ ኣየውርድ ኣያብካ እዩ እና ክቡራቲ እና ሎማዓንቲ ሕቶ እዚኣ ትመስል ኣነ ጋህዲ ከምታ ሰሚዕኹምዋ እኒኦኹም እየ ኢለ ኣነ የእውነት ኣነ ብጣዕሚ እየ ለናዱ ዝኾነ በቃ ክሰምዕ ከለኹ ከምዚ ገንዘበይ በልዕኒ ክሒድኒ ምናምን ብጣዕሚ እየ ለናደድና ኮራተይ ገንዘብና እቲ ነፍቅሮ ሰብ መን እዩ ምፍላጥ ፅቡቅ እዩ የእውነት ቅድሚ ላብ እንትን ምእታውና ሲ እቲ ንፈትዎ ሰብ እቲ ነፍቅሮ ሰብ ኣቀዲምካ ምፍላጥ ፅቡቅ እዩ ካባኻ ብላዕሊ ካባኺ ብላዕሊ ገንዘብ ክዘፍቅር ተኮይኑ ፍቅሪ ይኾነይ እና ብዝተኻለና መጠን ኮራተይ ነብስና ነቐድም ላዋልኮ ዳክፍለየኩም